ሰላም ከመይ ትውዕሉ ከመይ ትሓድሩ በብዘለኹሞ ሎማዓልቲ ብዛዕባ ሓደ ናይ ጎግል ዝበና ሰርቪስ ኣፕሊኬሽን ኢና ክንርኢ እዚ ከዓ ጎግል ፎቶስ እዩ ክኸውን ጎግል ፎቶስ ከመይ ኢና ንጥቀመሉ እንታይ ዝጠቕመና ኣብዚ ናይ ሎማዓልቲ መደብ ክንርኢ ኢና ማለት እዩ ኦኬ ሕጂ ካብቲ እንታይ እዩ ጎግል ፎቶስ ኣብ ዴስክቶፕ ማለት ኣብ ላፕቶፓት ኣብ ኮምፒውተራት ገለ ኮይና ክንጥቀመሉ ንኽእል ኢና ከምኡ ከዓ ምስ ኣብ ናይ ሞባይል ኣፕሊኬሽን ኮይኑ ከዓ ክንረኽቦ ንኽእል ኢና ማለት እዩ ብፍላይ እቶም ኣንድሮይድ ሞባይላት ንጥቀም ከምቲ ኣብ ዝሓለፈ ናይ ካልኦት ናይ በዓል ጎግል ድራይቭ ገለ መደብ ዝገለፅክዎ እዚ ጎግል ፎቶስ እውን ድሕር ዳ ናይ ኣንድሮይድ ሞባይል ትጥቀም ኮንካ ኣብኡ ብነፃ እዩ ዝመፀካ ማለት እዩ ብነፃ ኣብኡ ኣሎ ኣብ ናይ ኣብቲ ናይ ኣንድሮይድ ኣብኡ ኣሎ ኣብኡ ካብቲ ጎግል ዝበልና ነፃ ኣገልግሎት ናይ ዓሰርተ ሓሙሽተ ጂጋ ባይት ኣብኡ ኣለና ቦታ ማለት እዩ ስለዚ ስእልታት ቪድዮታት ኣብኡስ መቐመጢ ኣለና ማለት እዩ እንታይ እዩ ሕጂ ካብቲ ጥቕምታቱ ሓደ ነፃ ቦታ ኣለካ ብጥርሑ ዘይክፈሎ ቦታ ኣለካ ማለት እዩ ኣክንዲ ኣብ ሞባይልካ ዘሎ ስእልታት ቀጻሊ ትወስድ ቪድዮታት ትወስድ ተኾንካስ ኣብቲ ናይ ሞባይልካ ስቶሬጅ ይመልኦ እዩ ኖ እዚ ግን ኣብ ክላውድ እዩ ወላ ኣብ ሞባይልካ ረኣዮ ኣብኡ ኣብ ሞባይል ኣብ ጎግል ፎቶስ እንተ ኣቐሚጥካ እዚ ኣብ ሞባይልካ ኣይኮነን ተቐሚጡ ዘሎ ኖ ኣብቲ ናይ ናይ ጎግል ሰርቨር እዩ ዘሎ ጥራሕ ኣብ ኢንተርነት ዘለካ ቦታ ኮንካ ጥራሕ ኢኻ ኣክሰስ ትገብሮ ኢንተርነት ተዘየለስ ኣይትርእዮን ኢኻ ኖ ኢንተርነት ተዘይብልካ ክትርኢ ትኽእል ኢኻ ምክንያቱ ኣብ ናይ ጎግል ክላውድ እዩ ተቐሚጡ ዘሎኖ ሕጂ ምስ ከምኡ ፅቡቅ ቦታ እኹል ቦታ ይህልወካ ማለት እዩ ካልእ እዚ ናይ ጎግል ፎቶስ ሎሚ ኣዝዩ ኣዝዩ ዘመናዊ ኮይኑ ሸር ክትገብሮ ምስ ሰብ ክትሳደደሉ ቀሊል እዩ ኮይኑ ዘሎ ኣብቲ ውሽጢ ክንረኤና በብሓደ ካልእ ድማ እንታይ እዩ ብቐጥታ እንታይ እዩ ብቐጥታ ስእሊ ምስ ወሰድካ ብዓይነቱን በቲ ዝወሰድካዮ ቦታን ብዕለትን ገለ በብኩቲ ቦታታቱ በብቲ ዕለቱ ኣብቲ ናይ ጉግል ፎቶስ ኦርጋናይዝ ኮይኑ እዩ ዝቕመጥ ሎሚ ስለዚ እንድሕር ኣስተውዕልኩም ኮንኩም ትሪኦ ምሽ ክንዲዚ ዓመት ቅድሚዚ ክንዲዚ ዓመት ዝወሰድካዮ ከምዚ ዓመት ዝወሰድካዮ ስእሊ ኢላ ተርእየካ እያ ኣብኡ ኖ ሕጂ ኩሉ ኦርጋናይዝ ኮይኑ ስለ ዝቕመጥ ፅቡቕ እዩ ማለት እዩ ማለት ኣይተሓዋወሰካን ማለት እዩ ሕጂ ብቐጥታ ናብቲ ናይ ዴስክቶፕ ኬድና እስኪ ክንርኢ ኢና እንታይ ዝመስል ሓፈሻዊ ክንርኢ ኢና ከመይ ከመይ እቲ ሆም ፔጅ እንታይ ዝመስል ክንርኢ ኢና ሕጂ ኣብዚ ኣለኹ ኣብዚ ንህለ እዚ ናይ ጎግል ፎቶስ ኣብዚ እቶም ናይ ጂሜል እዚ ብጂሜል ኣካውንት ምስዝህልወካ ኢኻ ትረኽቦ ኖ ሕጂ ጂሜል ኣካውንት እንድሕር ኣለካ ኣብዚ ኸድካ ኣብዚ ኸድካ ኣብዚ ኣብዚ ንህለ እዚ ጎግል ፎቶስ እዚ ማለት እዩ ኣብዚ ክንረኽቦ ኢና እዚኣ ጎግል ፎቶስ እያ ኣብዚ ክሊክ ኢልካ ትኣቱ እዚ እቲ ጎግል ፎቶስ ማለት እዩ ሕጂ ኣብዚ እዚ ንህለ ኣብዚ ፎቶስ ዝብል እቲ ስእልታት ብቐጥታ እትሪኦ ማለት እዩ መዓስ ተወሲዱ ዕለቱ ብዚ የርእየና ኣሎ ብብዕለቱ ንህለ ብዚ ይረኣይ ኣሎ ኖ ሕጂ ብብዕለት ዝተወስደሉ ዕለት የርእየካ ማለት እዩ ከምዚ ገይሩ እዚ ሕጂ ናተይ ሓድሽ ስለ ዝኾነ ብዙሕ ስእልታት ስለ ዘይብሉ እዩ ከምዚ ዘርእየና ዘሎ ውሑድ ብዙሕ ስእልታት ኣሎ ኮይኑ ዝተፈላለየ ብዙሕ ትሪኦ ማለት እዩ ከምዚ ጌርካ እዚ ኖርማል ኤክስፕሎር ትገብሮ ኣብዚ ሕጂ ኣብዚ ኤክስፕሎር እንታይ እዩ ንኣብነት ገለ ስእልታትካ ኣብ ፋቮራይት ተቐምጦም ኖ ኣብ ፋቮራይት ተቐምጦም ኣብዚ ፋቮራይት መለሲ ትፈትዎም ዲኻ ወይ ፍሉይ ዝኽሪ ዘለዎም ንኣኻ ኢልካ ብሓደ ቦታ ተቐምጦም ኣብዚ ትረኽቦም ማለት እዩ ካልኦት ካልኦት ድማ በብቲ ኖ ኣኒሜሽን ገለ ሙቪስ ገለ ብሰልፊ ዝወሰድካዮም ብስክሪንሹት ዝገበርካዮም ገለ ኩሎም ኣብዚ ባዕሉ የቐምጦም ማለት እዩ የቐምጦም እዚ ጉግል ፎቶስ ባዕሉ ኦርጋናይዝ ድሕር ዳኣ ወሲድካ ሰልፊ ሰልፊ ኣይሉ ኣብቲ ዳስ ሰልፊ የቀምጣ ከምኡ ዳ ገበረ የቀምጠልካ ማለት እዩ ካልእ እንታይ እዩ ኣብዚ ናይ ሸሪን ኣሎ ሕጂ ናይ ሸር ምስ መን ኢኻ ሸር ትገብሮ እዚ ሕጂስ ኣብዚ እንተ ደኣ ኣደኖ ድሕሪ ሰበይትኻ ምስ ሰበይትኻ ዲኻ ሸር ክገብሮ ምስ ዓርክኻ ዲኻ ሸር ክገብሮ ደሊኻ ኣብዚ ኣድ ፓርትነር ኢልካ ኣቲኻ ኣብዚ ክልቴኻ ነቲ ስእሊ ሸር ከም ትገብሮ ክትገብሮ ትኽእል ኢኻ እዚ ሕጂ ሓድሽ ዘምፅዎ ኣገልግሎት እዩ ሕጂ ብዚ ቀረባ ግዜ ዝመፀ እዩ ካልእ ኣብዚ ሕጂ እንታይ ኣምፅኦም ኣለዎ ኣብዚ ፎቶስ እዚ ፎቶ ቡክስ ትብል በቃ ኣብዚስ ኣልቡም ፕሪንት ትገብር ባዕልኻ ማለት እዩ ኣብዚ ኣሎ ዋጋ ኣሎ ገለ ኣሎ ባዕልኻ ኣብዚ ስእልታትካ ኣሎ ማለት እዩ ስእልታትካ ሽዑ መሪፅካ መሪፅካ ኣብዚ ፕሪንት ክኾነልካ ትደልዮ ፕሪንት ክትገብሮ ትኽእል ኢኻ ማለት እዩ ኣብዚ የርእየና ኣሎ እቲ ዋጋታት ገለ ሕጂ ንኣብነት ሲ ሸውዓተ ብሸውዓተ ሶፍት ካቨር ቦክ ኢሉ ዓሰርተ ሓደን ዓሰርተ ክልተ ፓውንድ ዳርጋ ንዒስራ ፔጅ ንዒስራ ፔጅ ይሰርሓልካ ማለት እዩ ካብኡ ድሕሪ ሓንቲ ፔጅ ትውስኽ ኮንካ ንዓኣ ብኣርባዓን ትሽዓተን ሳንቲም ዳወሳኽካ ትኸይድ ማለት እዩ ስካዕ ሚእትን ኣርባዓን ፔጅ ትበፅሕ ገለ ከምዚ ኣብዚ ቤት ስእሊ ዓይነት ኮይኑ ኣሎ ማለት እዩ ኣብዚ ስእልታትካ ኣለዎ ድሕር ዳኣ ደሊኻዮም ፕሪንት ክኾኑልካ ፕሪንት ትገብሮም ማለት እዩ ዘገርም እዩ ካብኡ ቀፂሉ እቲ ፋቮራይት ኢናዮ ኣልቡም ከዓ ኣልቡም ከዓ ክሬት ክትገብር ትኽእል ኢኻ ሕጂ ሓንቲ ኣልቡም ኣብዚ እንቶይ ክሬት ገይረያ ንምርኣይ ኢለየ ኣብዚ እዚኣ ሓንቲ ኣልቡም ክሬኤት ጌረ ኣነ ማለት እዩ እዚኣ ኣስመራ ትሪክ ትብል እዚ ስእልታት ገለ እዚ ኣብዚ ውሽጢ ኣለዎ ማለት እዩ ሕጂ እንድሕር ደኣ ክትክሬኤት ክትገብር ደሊኻ ሓንቲ ኣልቡም ዝኾነ ኣልቡም ክሬኤት ክትገብር እንድሕር ደሊኻ ኣብዚ ንኸይድ ኖ ኣብዚ ክሬኤት ኣልቡም ዝብል ዘሎ ኣብዚ ኣብዚ ከይድካስ ሽም ትብኣ ዝኾነ ሽም ሽዑ እቲ ስእልታት ዘድልየካ ካብ ተምፅኦ ኣድ ትገብሮ ማለት እዩ ከምዚ ጌርካ ኣድ ኣብዚ ኣብታ ተድልየካ ኣልቡም ኣብኣ ተቐምጦ ማለት እዩ ንኣብነት ናይ ገለ ፍልይቲ ናይ በርዝደይ እንድሕር ኮይና እቲ ኣልቡም እታ እንደወሰድካያን ስእሊ በርዝደይ መበል ክንደይ ዓመት እያ ንኣብነት መበል ሓሙሽተ ድያ መበል ሰለስተ ድያ ናይ ወድኻ ናይ ጓልካ ከምኡ ጌርካ ኣብዚ ትሕዘን ብሓንሳእ ማለት እዩ ናይ መዓስ ነይረን ገለ ኦርጋናይዝ ይገብረልካ እዚ ነው ካልእ እዚ ናይ ዩቲሊቲ ከምኡ ዩቲሊቲስ ከምኡ እዩ እዚ ምስቲ ከመይ ጌርካ ምስ ሰብ ሸር ትገብሮ ገለ ከመይ ጌርካ ተቐምጠሉ ገለ እዩ ዘርእየና ማለት እዩ ርኢታት ኣርካይቭ ከዓ ክትገብሮ ተዘሊኻ ገለ ስእልታት ከዓ ፍሉይ እንድሕር ኮይኑ ኣርካይቭ ትገብሮ ሕጂ ከመይ ጌርካ ኢኻ ኣርካይቭ ትገብሮ ሓደ ስእሊ ንኣብነት እዚኣ ስእሊ ንህለት እዚኣ ሕጂ ሒዘያ ኣለኹ ኣነ እዚኣ እዚኣ ይሪኣ ኣለኹ ሕጂ ኣብዚኣ ኣብዚኣ ትሪኣ ኣብዚኣ ሰለስተ ነጥቢ ኣብዚ ኸድካ ኣርካይቭ ትብላ ሕጂ ኣብቲ እንዳ ኣርካይቭ ኣብኡ ተቐምጠልካ ማለት ንገለ ስእልታት ንኣብነት ምስቲ ብዙሕ ኣብኡ ተሓዋዊሱ ዘሎ ኣብኡ ክትገብሮም ኣይደልን ትፈልዮም ፍሉይ ነገር ከምዚ ጌርካ ትገብሮ ማለት እዩ ነዚ ከዓ ከምዚታት እዚ ክንሪኦ ዘለና ማለት እዩ ሕጂ ኣፕሎድ ክትገብር ተደሊኻ ስእሊ እንታይ እዩ ብቐጥታ ኣብዚ ኣፕሎድ ትገብር ማለት እዩ ሕጂ ኣብዚ ኩሉ ሻዕ ክነስተውዕለሉ ዘለና ዝገበርካዮ ኣክቲቪቲስ እዩ ናብዚ ዝኸይድ ኖ ስእልታት ገለ ናብዚ ቪድዮታት ይመፅእ ግን ነዚ ክኸውን ንስኻ ኣክቲቬት ክትገብሮ ኣለካ ባዕልኻ ክትጅምሮ ኣለካ ማለት ከምኡ ግበርዮ ኢልካ ፍቓድ ክትህብ ኣለካ ሕጂ ንኣብነት ኣብዚ ናይ ኮምፒውተር ኣብ ናይ ዴስክቶፕ ገለ ኣብዚ ንህለ ኣብዚ ንህለ ዳውንሎድ ባክ ኣፕ ኤንድ ሲን ሕጂ ኣብዚ ዳውንሎድ ዝገበርካዮ ኣብዚ ኮምፒተርካ ኣብዚ ኮምፒተርካ ዳውንሎድ ዝገበርካዮ ዝኾነ ኖ ካብ ኦንላይን ድዩ ካብ ገለ ምፂኻ ዳውንሎድ ዝገበርካዮም ባክኣፕ ኤንድ ሲንክ እንድሕር ኢልካ ኦን ጌርካዮ ነዚ ኩልሻዕ ዳውንሎድ ትገብሮ ስእልታት ዲ ቪድዮታት ናብዚ ናይ ጎግል ፎቶ እንኮላ ይትሕልፈልካ ማለት እዩ ሕጂ እቲ ሞር ኢንተረስትን ኣገዳሲ ዝገብሮ ናይዚ እዚ ኖ ሕጂ ኣብ ሞባይልካ ድሰኣልካዮ ገለ ንዑ ክንርኤና ተመሊስና ሲንክ ትገብሮ ማለት ናብቲ ናትካ ጎግል ፎቶስ ትሕልፎ ማለት እዩ ነዚ ዝመስል ብሓፈሻ ኣብዚ ኣቲኻ ኢኻ ትኸይድ ኣብዚ ዝበና እቲ ሰርቪስ ናይ ጎግል ኣብዚ ከድካ ኢኻ ትረኽቦ እቲ ጎግል ፎቶስ ምታዓንቲ ወይ ዝረኣናዮ ማለት እዩ ናይ ሞባይል ኣብ ከዓ ክንሪኦ ማለት እዩ ኣብዚ ናይ ሞባይል ኣብ ክንሪኦ ብቐጥታ ሕጂ ኣብ ሞባይል ኣብ እቶም ኣንድሮይድ ንጥቀም ወላ ሓንቲ ኣየድልየናን እዩ ኣንድሮይድ ስለ ንጥቀም ኣብኡ ክፀንሓና እዩ ኣብዚ ይፀንሓካ እዩ ኣብዚ ንህለ ናይ ኣንድሮይድ ትጥቀም ትኾንካ እቶም ኣንድሮይድ ዘይጥቀሙ ግን እዞም ኣይፎን ገለ ዝጥቀሙ ሞባይላት ኣይኦኤስ ሶፍትዌር ስለ ዝጥቀሙ እሶም እሶም ዳውንሎድ ክገብርዎ ኣለዎም ማለት እዩ እቶም ኣንድሮይድ ንጥቀም ግን ናይ ኣንድሮይድ ናይ ጎግል እዩ እዚ ከዓ ጎግል ዝበና ሰርቪስ እዩ ኣብኡ ይፀንሓና ሕጂ በዓል ሳምሳንግ ገለ ትጥቀም ድሕር ኮንካ ሞባይል ኣብኡ ይፀንሓካ እዚ እዩ ማለት እዩ ሕጂ ኣብዚ ክንከይድ ኢና እንድሕር ዳ እቶም iOS እዮም ዳውንሎድ ክገብሩ እዚ ዘድልዮም እሶም ከዓ ኣብዚ ክስታይ ከይዶም ገብርዎ ማለት እዩ ኣብቲ ናቶም ኣፕ ስቶር ዝበሃል ኣለዎም ከምዚ ናይ ፕሌይ ስቶር ኣብዚ ናይ ኣንድሮይድ ኣብኡ ከይዶም ይፅዕንዎ ብከመ እዮም ክጥቀምሉ ዝኽእሉ ማለት እዩ ስለዚ ሕጂ እስኪ ክንርኢ ኢና ኣብዚ ናይ ጎግል ፎቶስ እዚ እዩ ዝመስል ኣብቲ ኮይነ ክሪኣ ፀኒሐ ዓንቶ እዚኣ እታ ናተይ ናይ ክስታይ ማለት እዩ ከምዚ በብዕለቱ ንሪኦ ኣለና ኣብዚ ንህለ ሕጂ ኩሉ ስእሊ ዝረኣየና ዘሎ እዚ ኣብዚ ሞባይለይ ቢኮዝ ኣብዚ ኣፍቂደላ ኣለኹ ኣነ ሲንክ ክትገብሮ በዚ ብሞባይለይ ዝወስቶ ስእልታት ሲንክ ክትገብሮ ናብዚ ክትሕልፎ ኣፍቂደላ ኣለኹ ነዛ ሞባይለ ነታ ላፕቶበይ ግን ከምኡ ዳውንሎድ ዝገብሮ ናብኡ እሕልፍዮ ኣይበልኳን ምክንያቱ ኣብ ብዙሕ ናይ ካልእ ከዓ ስለ ዝሰርሕ ኩሉ ናብኡ ክትሕልፎ ኣይደልን ኢኖ ሕጂ ኣብዚ ከመይ ኢና ንገብር ነዚ ሲንክ ክንገብራ እንድሕር ኮይና ኣብዚኣ መፂና እዚኣ ኣብዚኣ መጺና ናተይ ሕጂ ኣብዚ ብዙሕ ኣካውንት ስለ ዘለዎ ፍልይ ዝበለ ብዙሕ ኣብዚ ብዙሕ ኣካውንት ናይ ጂሜይል እየ ዝጥቀም ሕጂ ኣብዚ ግን ከምዚኣ ክትርእየኩም እያ ማለት እዩ ኣብዚኣ ምስ ከድካሲ ብቐጥታ ኣብዚኣ ትኸይድ ኖ ኣብዚኣ ኸድካስ ክሊክ ምስ ገበርካ ኣብዚኣ ምስ ጸቐጥካያ ናብዚኣ ክትወስደካ እያ ሕጂ እዚኣ ኣብዚኣ ምስ ኣተኻ ኣብዚኣ ምስ ኣተኻ እዚኣ ባክ ኣፕ ኤንድ ሲንክ ትብል እዚኣ ኩልሻ ኦን ክትከውን ኣለዋ እዚኣ እዚኣ ሲ ሕጂ ኦፍ ነለት ምሽ እዚኣ ነለት ሕጂ ኦን ኦኬ ሕጂ ከምኡ ክትከውን ኣለዋ ማለት እዩ በቃ ሕጂ ናትካስ እዚኣስ ኣፍቂድካላ ኣለኻ ኩሉ ዝመጸካ ናይ ክስታይ ሲንክ ክትገብሮስ ኣፍቂድካላ ኣለኻ ማለት እዩ እዚኣ ሕጂ ኦን ከምዚኣ ተገይርካያስ ኣፍቂድካላ ኣለኻ ማለት እዩ ሲንክ ክትገብሮ ማለት እዩ ሕጂ ከምኡ ጌርና ኢና ክስታይ ንገብር ማለት እዩ ብቐጻሊ እቲ ንስእሎ ቪድዮታት ንወስዶ ናብኡ ትሕልፈልና ማለት እዩ ናብኡ ትሕልፈልና እንድሕር ዘየድልየልና ኮይኑ ክንሕዞ ተለልና ንሕዞ እንድሕር ዘየለና ኮይኑ ከዓ ንኣልዮ ማለት እዩ ሕጂ በዚ በብዕለቱ ገለ ተርእየና ኣላ ከምዚ እንዳገበረት እያ ትሰርሖ ማለት እዩ ኣብዚ ሕጂ እንታይ እዩ ፅቡቅ ነገሩ ብቲ ቦታ ብዕለት ብከምዚ ዋላ ሕጂ ብመልክዕ እውን መልክዕ ትፈልጦ እያ ናይዚኤን ዘሎ ሶፍትዌራት ሎሚቲ ኣለዎን ከምኡ ገለ ሰብ ሕጂ ንኣብነት ናይ ገለ ሓደ ዓይነት ሰብ ድሕር ደኣ ቀፃሊ ስእልታት ወሲድካ ንዑ ኣኪባ ኣብ ሓደ ትሕዞ እያ ብቦታ ብሓንሳእ ትሕዞ ዕለት ከኣ ብሓንሳእ ኣብ ከምዚ ትሪኦ ዘለና ሕጂ ብዕለት ንሪኦ ኣለና ኖ ብዕለት ኣብዚ ንህለ ብብዕለቱ ገለ ትርኢ ኣለኻ ንሪኦ ኣለና ከምኡ እንዳገበረት እያ ትሕዞ ስለዚ እቲ ኣገልግሎት ብከምዚ ኢና ንጥቀመሉ እዚ ጎግል ፎቶስ ኣይሆፕ ጠቃሚ ኮይኑ ክትረኽብዎ እዚ ናይ ሎም መዓልቲ መደበይ የቀኒለይ ቻው ኣብ ቀጻሊ